ከመይ ጸኒሕኩም ክቡራት ተኸታተልቲ ሄለን ታይምስ ጉዕዞታት ታሪኽ ኤርትራ ብመሓሪ ንጉሰ ዝተጻሕፈ ሳልሳይ ክፋል ናባኹም ክነብሎ። ኤርትራ ሃገርና ኤርትራ ዝብል ስም ቅድሚ ምውሳዳ ምድረ ባሕሪ እናተባህለት ትጽዋዕ ከም ዝነበረት ፍሉጥ ክኸውን ከሎ ኣብ መንጎ እዚ እዋናት እዚ ካብ ኣስታት ሽሕን ሓሙሽተ ሚእትን ሓምሳን ዓመተ ምህረት ጀሚሮም ባሕር ነጋሲ ይስሓቕ እተባህሉ ኤርትራዊ ኣብታ በቲ እዋንቲ ርእሰ ከተማ እዛ ሃገር እዚ ኮይና ዝነብረት ጥንታዊት ከተማ ድዋርዋ ሰፊሮም የማሕድርዋ ነበሩ። ባሕር ነጋሲ ይስሐቅ ኣብ ርእሲ'ቲ ዝተደራረበ ሓላፍነቶም ማለት ምክልኻል ሃገርን ምምሕዳራዊ ዕዮታቶምን ካልኦት ሓላፍነታዊ ግቡኣቶምን ኣብታ በቲ ዘበነ ስልጣኖም ሰልጢናን ማዕቢላን ዝነበረት ኤርትራዊት ወደብ ደኹኖ ወደብ ሕርጊጎ እናኸዱ ሕጋዊ መንግስታዊ ግብሪ የእትዉን ንግዳዊ ቀረጽ ይቋጻጸሩን ነበሩ። ወደብ ደኹኖ ማለት ወደብ ሕርጊጎ ኣብ ሽሕን ሓሙሽተ ሚእትን ኣርባዓን ዓመተ ምህረት ተመስሪታ። ወደባዊ ኣጎልጉሎት ኣብ ምሃብ ዝጀምርት ጥንታዊት ወደብ ኤርትራ እያ። ባሕር ነጋሲ ይስሓቕ ኣብ ዘበነ ስልጣን ምምሕዳሮም ኣዝዮም ፍሉጣትን እሙናትን ለባማትን መሳርሕትን ኣማኸርትን ነበርዎ። ካብኣቶም ኣብ ዝኾነ ጽንኩር ውሳኔ ዝሓትት ኩነትን ወተሃደራዊ ስልትን ዘማኽርዎም ዝነበሩ፣ ኣባ ሓሊቦን ኣባ ኣስካለን ዝተባህሉ ክልተ ሊቃውንቲ መነኮሳት ይዝክሩ። እዞም ዝተጠቐሱ ክልተ መነኮሳት ሊቃውንቲ እዚኦም ባሕር ነጋሲ ይስሐቕ ንሃገር ዝወርር ጸላኢ ተቐልቂሉ ሃገር ተረቢሹ ኣሎ ተባሂሉ ወተሃደራዊ ሰልፍታት መስርዕ ክምድቡ ወይ'ውን ካልእ ሃገራዊ ምምሕዳራዊ ትልምታት ክሕንጽጹ ከለዉ ወይ'ውን ብህግተት ንውግእ ክብገሱ ከለዉ ኣብ ጎድኖም ከይተፈልዩ ብስቱርን ኣብ ቁልዕ ባይቶን ይመኽርዎምን ይኣልይዎምን ነበሩ። ባሕር ነጋሲ ይስሓቕ ንኣባ ሓሊቦን ኣባ ኣስካለን ኣዝዮም ይኣምንዎም ስለ ዝነበሩ፣ ሓደ ሓደ እዋን ብምኽሪ ክልቲኦም መዲቦሞ ዝነበሩ ትልሚ ሰሪዞም የቋርጽዎ ከም ዝነበሩ ይፍለጥ። ኣድላይ እንተኾነ'ውን በቲ እቶም ክልተ ኣማኸርቶም ብዝለገሱሎም ትልሚ ተመሪሖም ጉዳያት ይፍጽሙ ነበሩ። ክልቲኦም እሙናትን ቅኑዓትን ውፉያትን ኣማኸርቲ ባሕር ነጋሲ ይሳዕ ከም ዝነበሩ እውን ይረጋገጽ። ባሕር ነጋሲ ይስሓቕ ብዘይካ እዞም እተጠቐሱ ክልተ ኣማኸርቲ፣ ካልኦት ወተሃደራዊ ሓላፍነት እተሰከሙ ኣዘዝትን መራሕትን ኣመሓደርቲ ዞባታትን ንኡስ ዞባታትን ከከም መጠን ክብደት፣ ዝተዋህቦም ሓላፍነት ዝተመደቡ ሹመኛታት ኣዋፊሮም ምምሕዳሮም ይመርሑ ነበሩ። ካብኣቶም ስምኦን፣ ኣስገዶም፣ ክርስቶሳዊ ያዕቆብ እተባህሉ ሊቃውንቲ ይጥቀሱ። ባሕር ነጋሲ ይስሓቕ ብመጀመርታ ከንቲባ ይስሓቕ እናተባህሉ፣ ነታ ሃገር ንሓያሎ ዓመታት ከመሓድሩዋ ምስ ጸንሑ፣ ክእለቶምን መንፋዕቶምን ስለ ዘመስከሩ፣ በቲ እዋን'ቲ ዝለዓለ ሹመት ስልጣን ዝነበረ ተዋሂቡዎም፣ ባሕር ነጋሲ ይስሃቅ ተባሂሎም ተሾሙ። በዚ እዋናት'ዚ ዝነበሩ ኢትዮጵያውያን ኣብ ዝነበሩዎ ቦታ ኮይኖም ንኤርትራ ምድረ ግዝኣት ባሕር ነጋሽ ኢሎም ጸውዑዋ። ባሕር ነጋሲ ይስሐቅ ብዘበነ ስልጣኖም ኣብ ኢትዮጵያ ኣሕመድ ግራኝ ዝተባህለ መራሒ ሰራዊት ቅድሚኡ ዝነበሩ ሰበ ስልጣን ኣመንቲ ክርስትና እናደምሰሰ ንሰሜን ገጹ ማለት ንኤርትራ ኣቢሉ ይጓዓዝ ከም ዝነበረ ተነጊርዎም ፈሊጦም ነበሩ እሞ ሰራዊቶም ኣሰሊፎም ተጠንቂቖም ተጸበይዎ። እቶም ኣብ ኢትዮጵያ ዝነበሩ ጸረ ኣሕመድ ግራኝ ከኣ፣ ኣሕመድ ግራኝ ንሰሜን ኣቢሉ ይጓዓዝ ኣሎ ዝብል ዜና ምስ ሰምዑ፣ ናብ ግዝኣት ባሕር ነጋሽ ምድረ ባሕር ምስ ከደ፣ ይኺድ ግደፎ ኣብኣ ይረኽባ ይብሉ ነበሩ። እቶም ጸረ ኣሕመድ ግራኝ ዝኾኑ ህዝብታት ኢትዮጵያ፣ ኣታ ኣሕመድ ግራኝ እምበር ንምድረ ሱዳን ማለት ስዋኪንን ፖርትሱዳንን ምስ ከደ ኣይተመልሰን ደንጉዩ ዝብል ዜና ምስ ሰምዑ፣ ናብ ምድረ ባሕሪ ግዝኣት ባሕሪ ነጋሽ ምስ ከደ፣ ኣብኡ ተሪፉ ይኸውን እናበሉ ይዛረቡ ነበሩ። ሽዑ ነበረ ኢትዮጵያውያን እናተጋነነ ወረታት ብምስማዕ ኤርትራ ከመይ ከም ዝኾነት ኣበይ ከም እትርከብን ክፈልጡ ከኣሉ። ባሕር ነጋሲ ይስሓቕ ድልዱል እምነተ ሃይማኖት ስለ ዝነበሮም በብእዋኑ ንገዳም ደብረ ቢዘን እናደየቡ ሞባእን ካልእ ህያባትን የበርክቱ ነበሩ። ርክብ ባሕር ነጋሲ ይስሓቕን መንግስቲ ቱርክን። ሰራዊት ውግእ መንግስቲ ቱርክን ግዝኣታዊ ምምሕዳሩን ካብ ሽሕን ሓሙሽተ ሚእትን ሓምሳን ሸውዓተን ዓመተ ምህረት ጀሚሩ ወደብ ባጽዕን ከባቢኣን ብምሓዝ ኣስፊሑ ከሎ፣ ሃጸይ ግላውድዮስ ዝተባህሉ ንጉስ ኢትዮጵያ ብ ሽሕን ሓሙሽተን ሚእትን ሓምሳን ትሽዓተን ዓመተ ምህረት ካብዛ ዓለም ምስ ሓለፉ ሃጸይ ሚናስ ዝተባህለ ሓዎም ነጊሱ ነበረ። እንተኾነ ግን ሃጸይ ሚናስ ብህዝቡ ማለት ብህዝቢ ኢትዮጵያ ተቐባልነት ስለ ዘይረኸበ ኣብ ኢትዮጵያ ሓድሕዳዊ ናዕቢ ተላዒሉ ውግእን ወረ ውግእን ኮይኑ ሰላም ረሓቐት። እዚ ናዕብን ውግእን ዝንከኣ ካብ ውሽጢ ኢትዮጵያ ተበጊሱ ከም ሕማም ተላጋብን ናብ ደቡብ ዞባታት ምድረ ባሕሪ ኤርትራ ኣቢሉ ላሓመ። ሃገርና ድማ ካብ ኢትዮጵያ ሃሃዲሞም ናይ ዝመጹ ሰራዊትን ህዝብን መዕቆቢት ኮነት። በዚ እዋናት ዝበሓር ነጋሲ ይስሓቕ ኣብ ወደብ ድኹኖ ሕርጊጎ ከለዉ ሓደ ገረድ ዝተባህለ ኣብቲ ኣብ ማእከል ኢትዮጵያ ንስልጣን ዝካየድ ዝነበረ ምፍሕፋሕ ንዝለዓለ ስልጣን ዝወዳደር ዝነበረ ናብ ድኹኖ ሕርጊጎ ብምምጻእ ናብ ቅድሚ በሓር ነጋሲ ይስሓቕ ቀሪቡ ንስኻትኩም ኣብዚ ኣብ ቆላ ኩንኩም ባሕሪ ትሕልዉ ኣብ ደጋታት ምድረ ባሕሪ ዘሎ ህዝብኹም ግን ብጸላእቲ ተወሪሩ ይሳቐ ኣሎ እዚ ኸኣ ዓቢ ጌጋ እዩ ኢሉ ብነድሪ ተዛረበ። በዚ ከምዚ ዝበለ ምኽንያት ባሕር ነጋሲ ይስሃቅ ነቲ ገረድ ዝተዛረቦ ኣሚኖም ህጹጽ ባይቶ ጌሮም ምስ ኣማኽርቶምን ዓበይቲ ሰበ ስልጣኖምን ዘተዩ። እቶም ኣብቲ ዋዕላ ዝነበሩ ኣማኸርትን ዓበይቲ ሰበ ስልጣን ምድረ ባሕርን ድማ ዝኣክል ሓይሊ ሰብን ብረትን እንተዝህልወናስ ንደጋ ደይብና ዝመጽእ ጸላኢና ብምክልኻል እንተንጸርጎ ዝበለጸ ምኾነ። እንተኾነ ግን ሓይሊ ሰብናን ብረትናን ከምቲ ዝድለ ኣይኮነን ብማለት ንጹር ሓሳቦም ብሓድነታዊ ስምረት ኣቕረቡ። ስለዚ ባሕር ነጋሲ ይስሓቕ እቲ ሓቀኛ ታሪኻዊ እዋናዊ ኩነታት ሃገሮም ከምቲ እቶም ኣማኸርቲ ዝበልዎ ስለዝነበረ ኩሉ ነገር ልዕሊ ህሉው ዓቕሞም ምንባሩ ተረዲኦም ካብ ወደብ ድኹኖ ሕርጊጎ ተበጊሶም ናብታ ሽዑ ፍልይቲ ማለት ምስ ንቑጽ መሬት ዘይትራኽብ ብባሕሪ እተኸበት ደሴት ዝነበረት ወደብ ባጽዕ ከይዶም ምስቲ ኣብኡ ዝነበረ ዝለዓለ ተርካዊ በዓል ስልጣን ተራኺቦም። ሰላም ተኸታተልቲ ሄለን ታይምስ ንሎሚ ሒዝናዮ ዝመጻና ሳልሳይ ክፋል ካብ ጉዕዞታት ታሪኽ ኤርትራ ነዚ ይመስል። ኣብ ዝመጽእ ሒዝናልኩም ክንቀርብ ኢና እሞ ክሳብ ሽዑ ደሓን ቀንዩ።